ባህርያውን ሰብኣውን ጸጋታት ኤርትራ ኣብ ህንጸት ሃገር ብዝብል ቴማ ብ ሰላሳን ሓደን ሓምለ ዝተኸፍተ መበል ዓሰርተ ሽዱሽተ ዓመታዊ ፌስቲቫል ኤርትራውያን ነበርቲ ሃገራት ስካንዲኔቭያ ልቢ ነጋድያን ብዘረስርስ መሰናድኦታት ንኣርባዕተ መዓልታት ክቕጽል ድሕሪ ምቕናይ ብ ሰለስተ ነሓሰ ብልዑል ሃገራዊ ወንን መንፈስ ሓድነትን ተዛዚሙ። ኣብቲ ብኣሽሓት ዝቑጸሩ ዜጋታት ዝተረኽብሉ መዕጸዊ ስነ-ስርዓት፣ ጸሓፊት ኣዋሃዲት ሽማግለ በዓላት ኣብ ስካንዲናቭያ ወይዘሮ ጽገረዳ በርሀ ኣብ ዘስመዓቶ ቃል፣ ናይ ሎምዓመት ፌስቲቫል ንምዕዋት ምሉእ ዘይጉዱል ቀረብ ንዘዳለዋ ውዳቤታት ስቶክሆልም ብምምስጋን፣ ኣገዳስነት ናይቲ ሃገራዊ ምትእኽኻብ ኣብ ምድንፋዕ ሓድነት፣ ምዕቃብን ምውርራስን ባህልን ክብርታትን ልዑል ምዃኑ ኣብሪሃ። ኣብዚ ካብ ኩለን ሃገራት ስካንዲናቭያ፣ ካለኦት ሃገራት ኤውሮጳን ኣሜሪካን ዝመጹ ልዕሊ ዓሰርተ ሽሕ ዜጋታት ዝተሳተፍዎ ዓመታዊ ሃገራዊ ምትእኽኻብ ደቂ ሓደ ልቢ ንዓበይቲ፣ መንእሰያትን ቆልዑን ዘሳትፉ፣ ዘስተምህሩ፣ ንቕሓት ዘበርኹን ዘዘናግዑን ሞያዊ ኣስተምህሮታት፣ ሰሚናራት፣ ስእላዊ ኤግዚብሽን፣ ምርኢት ቅዲ ክዳን፣ ውድድር ዳሳትን ካልኦትን መደባት ከምዘቕረቡን ብተሳተፍቲ ኣድናቖት ከምዝረኸቡን ልኡኻት ሚኒስትሪ ዜና ካብ ከተማ ስቶክሆልም ሓቢሮም። ኣብ መስርሕ ቃልሲ ንሃገራዊ ናጽነት ዝተወልደ ፌስቲቫላትን ብባህላዊ ንጥፈታት ዝደምቕ ሃገራዊ ምትእኻባትን ኤርትራ፣ ጉሉሕ መርኣያ ስጡም መሳርዕ ልዑል ሃገራዊ ፍቕርን ኣብ ብዙሕነትና ዘሎ ጽባቐን ምዃኑ ዝጠቐሱ ተሳተፍቲ፣ ንእንውንኖ ክቡር ጸጋ ማሕበራዊ ስኒትን ውህደትን ብኽብሪ ክንጥምቶ፣ ዝያዳ ከነሰስኖን ከም ብሌን ዓይንና ከነሕልዎን ኢና ክብሉ ኣረጋጊጾም። ኣብ መወዳእታ ነቲ ፌስቲቫል ንምዕዋት ኣበርክቶ ንዝገበሩ ውዳቤታትን ኣባላትን ወረቐት ምስጋና ድሕሪ ምዕዳል፣ ባንዴራ ኤርትራ ብሃገራዊ መዝሙር ተሰንያ ካብቲ ንራብዕቲ ተሰቒላትሉ ዝቐነየት ዝዘንጊ ሓቂ ብኽብሪ ወሪዳ።
ሓረስቶት ንኡስ ዞባ ጎልጅ ጥብዲ በለልቲ ማይ ኣብ መዓላ ብምውዓል ተታውነት ብምድንፋዕ ውሕስነት መግቢ ንምርግጋፅ ምስ ወቕቲ ማሕረሲ ብምቅድዳም ኣብ እዋኑ ክዘርኡ ኣመሓዳሪ እቲ ንኡስ ዞባ ኣቶ ዓብዱ መሓመድ ተልከ ኣዘኻኺሮም። ምስ ኣመሓደርቲ ከባብን ሓለፍቲ ጨናፍር ሚኒስትርታትን ኣብ ዝገበሮ ርክብ ኣቶ ዓብዱ ምጅራፍን ምዝላይን ግራውቲ መሰረት ምዕቃብ ሓመድን ማይን ምዃኑ ብምግላፅ ሓረስቶት ኣብ ማእከል ግራውቶም ንዝረእ ምሽርሻር ንምፍዋስ ናይ ምዝላይን ምጅራፍን ልምዲ ከጥርዩ ድሕሪ ምዝራእ ድማ ዕቱብ ናይ ምፅሃይን ምክትታልን ስርሓት ከሰላስሉ ተላብዮም። ምፅሃይ ግራት መሰረት ብርኩት እቶት እዩ ዝበለ ኣቶ ዓብዱ፣ ሓረስቶት ቀዳምነት ሂቦም ብትግሃት ክሰርሑሎም ካብ ዝግበኦም መደባት ማሕረስ ከምዝኾነ ኣረዲኡ። ተሳተፍቲ ብወገኖም ብኣግኡ ክዝርኡ ምእንቲ ምድላዋት ትራክተራት ብኣጋ ክሕሰበሉ፣ ጨንፈር ሚኒስትሪ ሕርሻ ብርትዓዊ ዋጋ ምሩፅ ዘርኢ ከቕርበሎም ከምኡ'ውን ንንጥፈታት ምጅራፍን ምዝላይን ኣብ ክንዲ ብትራክተራት ጥራይ ብከበድቲ ማሽነሪታት እውን ዝኾነሉ ኩነታት ክፍጠር ዝብል ርእይቶታትን ለበዋታትን ኣቕሪቦም።
ሚኒስትሪ ዜና ከም ኣካል ናይቲ ክኢላዊ ዓቕሚ ሰጉን ንምምዕባል ከካየዶ ዝጸንሐ ጻዕርታት ምስ ማዕከን ህጻናት ውድብ ሕቡራት ሃገራት ዩኒሴፍ ብምውህሃድ ኣብ ስእሊ ዘተኮረ ዓውደ ዘተ ኣብ ሆቴል ኣስመራ ፓላስ ኣቃኒዑ። እቲ ዓውደ ዘተ መቐጸልታ ናይቲ ክካየድ ዝጸንሐ ናይ ምምዕባል ዓቕሚ ሰብ መደባት እዩ ዝበለ ኣብ ሚኒስትሪ ዜና ሓላፊ ፕሮጀክት ኣቶ ኣብርሃም ገብረሚካኤል፣ ብክኢላ ስልዝ ዝተወሃበ ብምዃኑ ኣብ ምልውዋጥ ተሞክሮ ዘለዎ ተራ ቀሊል ከምዘይኮነ ኣብሪሁ። ካብ ተሳተፍቲ ጋዜጠኛ ካልሹም መሓመድ ኣብ ዝሃበቶ ርኢቶ፣ ምስቲ በብእዋኑ እናማዕበለን ዘመናውነቱ እናተወንጨፈን ዝኸይድ ዘሎ ዓውዲ ስእሊ፣ ከምዚ ዓይነት መኣዲ ምልውዋጥ ተሞክሮ ምፍጣር ኣገዳስነቱ ዕዙዝ ምዃኑ ብምምልካት ቀጻልነት ክህልዎ ተላብያ። ጋዜጠኛ ሳልሕ ዓብደልቃድር ብወገኑ፣ እቲ ኣጋጣሚ ዝተፈላለየ ተሞክሮን ዓቕምን ዘለዎም ሰብ ሞያ ሓሳብ ንሓሳብ ክለዋወጡ ዕድል ዝኸፍት ምዃኑ ጠቒሱ፣ ኣብ ምምዕባል ክእለቶምን ብቕዓቶምን ልዑል ኣስተዋጽኦ ክጻወት ዘለዎ እምነት ገሊጹ። ኣብቲ ኣብ ዞባታት ማእከላይ ቤት ጽሕፈትን ዝነጥፉ ኣባላት ሚኒስትሪ ዜና፣ ከምኡ'ውን ኣብ ተመሳሳሊ ስራሓት ዝተዋፈሩ ኣባላት ሃማተ ዝተሳተፍዎ ዓውደ ዘተ፣ መልእኽቲ፣ ኣቃውማ፣ ሕብርን ውህደትን ስእልን ዘመሓላልፎ መልእኽትን፣ ካልእ ምስ ካሜራ ዝተኣሳሰር ትምህርትን ዘጠቓለለ ብኣብነታት ዝተሰነየ ትምህርቲ ክቐርብ እንከሎ፣ ተሳተፍቲ ብሕቶን ርእይቶን ኣሀብቲሞምዎ።
ኣብ ዞባ ዓንሰባ ተሳታፍነት ሕብረተሰብ ኣብ ምውሓስ ድሕነት ኣደን ህፃንን ክዓዝዝ ኣብ ጨንፈር ሚኒስትሪ ጥዕና ዞባ ዓንሰባ ኣወሃሃዲ ጥዕና ፍርያምነት ኣቶ ተኽለ ተስፋማርያም ንነበርቲ ምምሕዳር ከባቢ ግላስ ንኡስ ዞባ ሓጋዝ ኣብ ዘካየዶ ሰሚናር ኣዘኻኺሩ። ኣብቲ ኣመሓደርቲ ከባቢታት ግላስ፣ ኢዳምርን እንጭናቕን ከምኡ እውን ወከልቲ ጥዕና ዓዲ፣ ሰብ ሞያ ጥዕናን ካልኦት ዕዱማትን ዝተረኽቡሉ ሰሚናር ሳላ ዝተኻየዱ ኣስተምህሮታትን ጎስጓሳትን ቁፅሪ ኣብ ትካላት ጥዕና ዝገላገላ ነፍሰፆራት ዝምዝገን ዕቤት ከምዘመዝገበ ዝገለፀ ኣቶ ተኽለ፣ ኣብ ምምሕዳራት ከባቢ ኢዳምርን ከርመድን ብሰንኪ ራሕቂ፣ ዘይ ምጥርናፍ ዓድታት፣ ሕፅረት መጓዓዝያን ካልእን ከምቲ ዝድለ ይስጉም ከምዘየለ ነዚ ንምብዳህ ተራ ኣማሓደርትን ነበርትን ወሳኒ ምዃኑ ኣነፂሩ። ኣቶ ተኽለ ቀጺሉ፣ ዝበዝሐ ጠንቂ ሞት ኣደ፣ ብርቱዕ መድመይቲ፣ ረኽሲ፣ ዘይውሑስ ምንጻል ጥንሲ፣ ጥንሲ ዝመበገሲኡ ልዑል ጸቕጢ ደምን ዕጉት ሕርስን ስለዝኾነ፣ ሞትን ስንክልናን ኣዴታት ንምጉዳል ፍቱን ስትራቴጂ ድሕነት ድማ ብመደብ ምውላድ፣ ክንክን ቅድምን ድሕርን ሕርስን ውሑስ ጥንስን ከምዝኾነ ኣብሪሁ። ድሕነት ኣደ ድሕነት ሕብረተሰብ እዩ ዝበለ ኣቶ ተኽለ፣ ዘይምጥርናፍ ዓድታት ኣብ ገዛን ትካላት ጥዕናን ዝረኣ ምድንጓያት፣ ዘይጥጡሕ መገድን ሕፅረት መጓዓዝያን ኣብ ሞት ነፍሰፆራት ተራ ዘለዎ ረቋሒታት ምዃኑ ዝጠቐሰ ኣቶ ተኽለ፣ ነዚ ፀገማት እዚ ንምቅላል ንምብዳህን ኩለን ዝምልከተን ኣካላት መንግስቲ ፃዕርታተን ከሐይላ እዚ ድማ ብሃገር ደረጃ ክብፃሕ ተወጢኑ ዘሎ መደባት ኣብ ምዕዋትን ጥዕንኡ ዝተረጋገፀ ሕብረተሰብ ኣብ ምውናንን ዓቢ ኣበርክቶ ከምዘለዎ ኣስሚሩሉ። ሓላፊት መደበር ጥዕና ግላስ ሲስተር ኤልሳ ሕድሮም ብወገና፣ ሳላ ዝተኻየደ ጎስጓሳትን ኣስተምህሮታትን ተርእዮ ሕማማት ብሓፈሻ ከም ዝጎደለ ብምሕባር፣ ነበርቲ ምምሕዳር ከባቢ ኢዳምር ኣገዳስነት ጥርናፈ ተገንዚቦም ተጠቃምነቶም ኣብ ትካላት ጥዕና ከዕብዩ ብምምሕጻን፣ እታ መደበር ጥዕና ዝተማለኣ መሳርሒታት መጸበዪ ሓራሳትን ተዋዲዱላ ከም ዘሎ፣ ከም ውጽኢቱ ድማ ኣብ ውሽጢ ዝሓለፉ ሽዱሽተ ኣዋርሕ ሰማንያ ነፍሰጾራት ኣብታ ትካል ከም ዝተገላገላ ሓቢራ። ኣመሓዳሪ ንኡስ ዞባ ሓጋዝ ወይዘሮ ኣምና ሓጅ ብግደኣ፣ ሚኒስትሪ ጥዕና ኣብ ኩሉ ከባቢታት ትካላት ጥዕናን ሰብ ሞያን ኣዋዲዱ ግቡእ ኣገልግሎት ኣብ ምሃብ ከምዝርከብ ብምጥቃስ፣ ድሕነት ኣደን ህፃንን ንምውሓስ ነፍሲ ወከፍ ዜጋ ኣፍልጥኡን ንቕሓቱን ብምዕባይ ኣበርክትኡ ከዕዝዝ ከምዝግባእ ገሊፃ። ተሳተፍቲ ብወገኖም፣ መንግስቲ ድሕነት ዜጋታት ንምውሓስ ብቐንዱ ኣብ ርሑቕ ገጠራትን ከባቢታትን ንዘካይዶ ዘሎ ገዚፍ ወፍሪ ብምምዝጋን ዘይምጥርናፍ ነበርቲ ኣብ ዕለታዊ መነባብሮኦምን ተጠቃምነት ትካላት ጥዕናን ጸገማት ይኾኖም ከምዘሎ ጠቒሶም፣ ህላወ ጥዕና ዘለዋ ስድራቤት ንምርግጋጽ ኣዴታት ኣብ ትካላት ጥዕና ክገላገላ ከተባብዑ ምዃኖም ኣረጋጊጾም።
ኣብ ዓሰርተ ክልተ ንኡሳን ዞባታት ደቡብ ተመሓላለፍቲ ሕማማት ንምቁፅፃርን ናብ ዝተሓተ ደረጅኡ ንምውራድን ዝካየድ ፃዕሪ ውፅኢታዊ እናኾነ ይመፅእ ከም ዘሎ ኣብ ጨንፈር ሚኒስትሪ ጥዕና ዞባ ደቡብ ሓላፊ ኣሃዱ ምቁፅፃርን ምክልኻልን ኤች ኣይቪ ኤድስን ቲብን ኣቶ ኣሰፋው ነጋሲ ሓቢሩ። ንህሉው ኩነታት እዚ ሕማማት ንምግምጋም ኣብ ከተማ መንደፍራ ኣብ ዝተኻየደ ኣኼባ ኣቶ ኣሰፋው ሳላ ልዑል ክትትል ትካላት ጥዕናን ኣብ ህዝቢ ዝተገብረ ጎስጓስን መልከፍቲ ኤች ኣይቪ ኤድስ እናንቆልቆለ ይመፅእ ከም ዘሎ ኣረዲኦም። ኣብቲ ዞባ ኣወሃሃዲት ምክትታል ሕማም ቲቢ ሲስተር ለምለም ሃብቱ ብወገና፣ ኣብቲ ዞባ እቲ ሕማም ብንጹር ክልለየሉ ዝኽእል ብቑዕን ምዕቡልን ቴክኖሎጂ ተኣታትዩ ከምዘሎ፣ ከም ውጽኢቱ ድማ ኣብዚ ዓመት'ዚ ሕማም ቲቢ ካብ ዝነበሮም ዜጋታት እቶም ተስዓን ሰለስተን ሚእታዊት ከምዝሓወዩ ሓቢራ። ዓዳውያን ሓካይም ልዑል ኣበርክቶ ይጻወቱ ከምዘለው፣ መሻርኽቶም ዝኾኑ ምምሕዳራት፣ ጨናፍር ሚኒስትሪታትን ባይቶን'ውን ኣብ ምምካት ናይቶም ሕማማት ኣበርክቶ ይገብሩ ምህላዎም ኣብቲ ኣጋጣሚ ተገሊጹ። ኣብ መዛዘሚ ናይቲ ገምጋም፣ ሓላፊ ጨንፈር ሚኒስትሪ ጥዕና ዞባ ዶብ ኣቶ የማነ ሃይለ ኣብ ዘስመዖ ቃል፣ ተመሓላለፍቲ ሕማማት ንምንካይ ኣብ ዝካየድ ንጥፈታት፣ ኣቐዲምካ ንቕሓት ህዝቢ ምብራኽ ኣገዳሲ ምዃኑ ብምምልካት፣ ሰብ ሞያ ጥዕና ምስ ተገልገልቲ ቅርበት ብምፍጣርን ሞያዊ ሓገዝ ብምልጋስን እቲ ዝድለ ዕላማ ንምውቃዕ ዝጀመርዎ ጻዕሪ ብዝለዓለ ክቕጽልዎ ኣዘኻኺሩ።
ዝኸበርኩም ተኸታተልቲ ንሎሚ ምሸት ዝተዳለወ ዜናታት ውሽጢ ሃገር ኣብዚ ተዛዚሙ ኣሎ። ንዜናታት ወጻኢ ምክትታልኩም ደጊምና ንዕድም።